ናብዚ ቅዱስ ልኾነ ስፍራኡ ልሰብሰበና ልኡክር ምስጋና ይብጽሐዮ። ፈለሰት እምዘይበሊ ሃበ እይበሊ ካብቲ ዝሓልፍ ዓለም ላብ ዘይሓልፍ ዓለም ኸደት ድጓ ዘቅዱስ ያሬድ ብዚ ሃይለ ቃል እዚ መልዕለ ብምግባር እቲ ኣብ ውሽጢ ዘሎ መርሃ ግብሪ እስካዕ ልጠናቐቕ ክንመሃር ኢና። እግዚኣብሔር መንፈስ ቅዱስ ልኹላትና ምስጢረ ጥበቡ ልገልጸና ናቱ ቅዱስ ፈቓድ ይኹነና። እሞ መጀመርያ እኳ ኣብጽሐካቱም እግዚኣብሔር ኣምላክና ዓመት ከዓመት ሓልዩ ላብዚ ላብጽሐና ልኡ ክብር ምስጋና ይውጽሐዮ። ሎማዓንቲ ዕለቱ መሰረት ገይርና ክንመሃር ኢና። ሎማዓንቲ ታኣዩ እንድሕር ኢልና ኮይና ኩላትና ከም ንፈልጦ በዓል ኣሸንዳ ላተባህለ እዩ ዝፍለጥ። ብቤተ ክርስቲያንና ድማ በዓል ፍልሰታ፣ በዓል እርገታ፣ በዓል ትንሳኤኣ ላተባህለ ይፍለጥ ማለት እዩ። ስለዚ እዚ ዕለቱ መሰረት ገይርና ምስቲ ነፍሲ እውን ዝዓረፈ ክንመሃሃር ኢና ማለት እዩ። እግዚኣብሔር ኩላትና ምስጢር ጥበቡ ይግለጸና ብድጋሜ ካብቲ ዝሓልፍ ዓለም ላብ ዘይሓልፍ ዓለም ኸደት ካብቲ ዝሓልፍ ዓለምስ ላበይ ኸደት እማ ኩላትና ትምህርቲ እውን ልኡ ይምልከት እዩ ኣብዚ ዘለና ቃብሪ ልመፀና ኣሕዋት ቤተሰብ መፅሓፍ እንታይ እዩ ልብለና ካብቲ ዝሓልፍ ዓለም ላብ ዘይሓልፍ ዓለም ኸደት ይብለና እሞ ኩላትና ትቃል ክንብሎ ኢና ካብቲ ዝሓልፍ ዓለም እስንበል ኣዎ ንኹልኻቶም ዳሕና ካብቲ ዝሓልፍ ዓለም ላብ ዘይሓልፍ ዓለም ኸደት እወ እዚ ዝተናገሮ ቅዱስ ያሬድ እዩ ካብ ሎማዓንቲ ዕለት 16 ጀሚሩ እናብዕሎ በዓል ናይንና ናይ ቅድስቲ ድንግል ማርያም በዓል ፍልሰታ ላተባህለ እዩ ልጽዋዕ ኣሸንዳ ልበሃል ለሎ ብቲ ደቂ ንእስትዮ ለኣስርኦ ብቲ ናይ ቆጽሊ መጸውዕታ እዩ እምበ እቲ በዓሉ ፍልሰታ ኣመ እስራ ወሰዱሱ ለነሃሴ ፍልሰተ ስጋሃ እዩ ልብል ዓሰርተ ሽዱሽተ ነሓሸ ነፍሳ ስጋኣ ካብዚ ምድሪ እዚ ላብቲ ዘይሓልፍ ዓለም ንኸደትሉ እዩ ልብል

ጳውሎስ ፍጽምቲ ድንኳን ኢሉ ኣብ እብራውያን መልእኽቱ ልተናገረልኺ ወማሂደሩ በጽድቅ ዘገብራ ከሃሊ ከሃሊ እግዚኣብሔር ብሓቂ መሕደሪኡ ክትኾን ዝፈጠራ እሳ ፈለሰት እምዘይበሊ ሃበ እይበሊ ካብቲ ዝሓልፍ ዓለም ላብ ዘይሓልፍ ዓለም ኸደት ይብል ኣብቲ ዝማሬ እውን እንታይ ኢሉ ብለና ፈለሰት ማርያም በስብሃት ውስተ ሰማያት ማርያምሲ ብምስጋና ብዕልልታ በስብሃት ላብ ሰማያት አረገት። መላእክት ወሊቃነ መላእክት ወረዱ ለተቀብሎታ መላእክት ሊቃነ መላእክት ድማ ክቅበልዋ ወረዱ ሒዞማ ድማ ላብ ሰማይ አረጉ። እነና ቅድስቲ ድንግል ማርያም ትንሣኤኣ ዝረአዩ ብዓይኒ ናይ መጀመርያ ሃዋርያት እዮም። ቅድሚ ሃዋርያት እውን ኣቐዲሙ ካብ ሃዋርያት ማእኸል ዝረአየ ቅዱስ ቶማስ እዩ። ቅዱስ ቶማስ ቅድስቲ ድንግል ማርያም ላብ ሰማይ ክትኣርግ ተላ ተመልኪትዋ እዩ። ተሪኩ ሃመይ እንድሕሬና ኮይና ኣደዋና ቅድስቲ ድንግል ማርያም ኣብዚ ዓለምዚ ሲሳይ ኣርባዕተ ዓመት ምስ ተቐመጠት እንደ ዓመት ሲሳይ ኣርባዕተ ዓመት ምስ ተቐመጠት ጥሪ ዒስራይ ሓደይ ሰንበት መዓልቲ ብኣርባዓይ ትሽዓንተ ዓመተ ምህረት ካብዚ ዓለምዚ ብሞት ትፈልያ ይብል ኣብዚ ምድሪ እዚ እንደ ዓመት ተቃሚጣ ሲሳይ ኣርባዕተ ብዓመተ ምሕረት ተመጺና ደግሞ ኣርባዓይ ትሽዓንተ ዓመት እለተ ሰንበት መዓልቲ ዓረፈት ይብል ምክንያቱ ዘይሩ ዘይሩ ካብ ምንታይ ልበሃል ካብ ገዛኡ ነይሩ ነይሩ ካብ ሞቱ ልተርፍ የለይ ሞት ኣብ ደቂ ሰባት ኣብ ኩላትና ኣብ ትንክሻና ኢና ተጸይርና ጸይርና የለለና እታ ኣምላክ ልወለደት ድንግል ማርያም ብንጽህናኣ ብቅድስናኣ መልእልተ ፍጡራን ዝኾነት ልዕል መላእክቲ ዝኾነት ቅድስቲ ድንግል ማርያም እኳስ ሞት ክተርፋ ኣይኸኣለ ሞይታ እያ ስጋ ልለበሰ ኩሉ ክመውት ግድን እዩ ዅሉ፣ ክርስቶስ እውን ሥጋ ስለለበሰ ሞይቱ፣ ድንግል ማርያም እውን ሥጋ ስለለበሰት ሞይታ እነኡ ለወሰደማ ኻሊእ ተወሰደ ታክብረኦ ኾይኑ እና ምስ ሞተት ድንግል ማርያም ሃዋርያት ክቃብርዋ ላብ ጀተሰማኒ ሒዘማ ክኸዱ ተለዉ ምቀኛት ኣይሁድ ኸይዶም ስጋኣ ካቃጽሉ ታይ ይላሕስዎም እዚ ቕድሚ ኸዚ ወዳ ሞትኹ ተሳእኹ ኣረግኹ ላበለ ኹሉ ሰብ ላብ ክርስትና ወስደሎ ኸዚ ደማ እዚኣ ክትሞት እየ ሞይታ እንሃ ክትቕበር እያ ክትትስ እያ ክትኣርግ እያ ስለዚ ን ናብኡ እያ ብእሳት ስጋኣ ብሓውን ኣቃጽሎ ኢሎም ሬሳኣ ካቃጽሉ ኣይሁድ ክኸዱ ተለዉ ናይ እግዚኣብሔር መልኣክ ግን እቲ ስጋኣ መንጢቑ ናብ ገነት ናብ ዕፀ ሕይወት ሲር ወሰዶ ይብል ኣብ ገነት ኣቕመጦ ኣብ ገነት ክቕመጥ ተሎ ዮሐንስ ወንጌላዊ ተመሲጡ ናብ ገነት ኸይዱ ናይ ድንግል ማርያም ስጋ ኣብ ገነት ከም ዘሎ ተመልከተ ይብል ኣብ ገነት ከም ዘሎ ተመልከተ ብድሕሪኡ ቅዱሳን ሃዋርያት እውን ናይ ድንግል ማርያም ስጋ ልክርእዩ ንሓሸ ሓደ መዓልቲ ስዋኤ ኣትዮም ማለት እዩ ሓደ መዓልቲ ንሓሸ ስዋኤ ምስ ኣተዉ ክልተ ስዋኤ ክልተ ሰሙን ምስ ወድኡ ንሓሸ ዓሰርተ ኣርባዕተ መዓልቲ ጎይታና ኢየሱስ ክርስቶስ ናይ ድንግል ማርያም ስጋ ሂውዎም ቃዊሮማ ብድሕሪ መበል ሳልሳይ መዓልቲ ሰሉስ ካብ ምዉታን ተላዒላ ይብል ኣይዛኻትም ልሞተ ኩሉ ክለዓል እዩ ድንግል ማርያም ሞይታ ሞይታ ግን ኣይተረፈት ታይ ኮይና ተሲኣ ተሲኣ ክትትስእ ተላ ድማ መላእክቲ ዓጆማ ኣብቲ ህዋ ቶማስ እሱ እውን ብደመና ካብ ሃገረ ስብከቱ ክመጽእ ተሎ ተራኺቦም ይብል ተራኺቦም። ብድሕሪኡ ድንግል ማርያም ካብ ሙታን ከም ዝተለዓለት ተረድኡ፣ እሱ እውን ለሃዋርያት ነጊርዎ። ካብ ምውታን ተላዒላ እያ የላይ ኢሉ ማለት እዩ። ሃዋርያት እንደገና ለለ ብዓመቱ ቶማስ ትንሣኤ ኣሃም ደርእየ ንሕና እውን ክንርኢ ይግበአና ኢሎም ሱባኤ ኣትዮም ኽልተ ሱባኤ ምስ ፈጸሙ ዕለት ዓሰርተ ሽዱሽተ ነሓሸ ኣምጺኡ ስጋኣ ሂቦም ትንሳኤኣ ገሊጽሎም ስጋኣ ገሊጽሎም ኹሎም ሃዋርያት ናይ ድንግል ማርያም ትንሳኤ ተገለጸሎም ይብል ንሕና ንኹላትና እውን ይገለጸና ስለዚ ድንግል ማርያም ሞይታ ዝተረፈት ለይኮነሲ ተሲኣ እያ ተሲኣ ዝተረፈት ለይኮነሲ ላብ ሰማይ እውን ኣሪጋ እያ ናይ ድንግል ማርያም ትንሳኤ ከም ናይ ክርስቶስ ትንሳኤ እዩ። ከም ናይ ክርስቶስ ትንሳኤ እዩ። ናይ ክርስቶስ ትንሳኤ ብዘይፈርስ ብዘይብስብስ ኣካል እዩ ተላዒሉ። ካልኦት ሰባት ተትለዓሉ ተሲኦም ትተዋሉ ለምሳሌ ኤልያስ ሓደ ምውት ኣልዒሉ ኤልሳ እውን ክልተ ምውት ኣልዒሉ ነገር ግን እሳቶም መሊሶም ሞይቶም እዮም ኣልኣዛር እውን ካብ ምውታን ተላዒሉ እሱ እውን መሊሱ ሞይቱ እዩ እቲ ናይ ክርስቶስ ትንሳኤ ግን ንሕና ሃምቲ ዳግም ምጽኣት ክርስቶስ ክመጽእ ተሎ ኩላትና ሰባት እንልዓሎ ሃሙ እዩ ተላዒሉ ድንግል ማርያም እውን ልተለዓለቶ ትንሳኤ ሃምቲ ንሕና ኩላትና ንትንስኦ ትንሳኤ እያ ተላዒላ እዩ ወነበረት በየማን ወልዳ ኣብ የማን ወዳ ደማ ተቐመጠት ማለት ብኽብሪ ወዳ ተቓመጠት ኣብ ሰማይ እዚ ስለ ልኾነ እዩ ቅዱስ ዳዊት ወትቀውም ንግስቲ በየማንከ እታ ንግስትሲ ኣብ የማንኻ ጠጠው ክትብል እያ ብኣልባሰ ወርቅ እጽፍት ወወርት ወርቀ ዘወግምጃ ተኻዲና ይብል ስለዚህ ደስ ይበለና እግዚኣብሔር ኣምላክ ቅድስት ድንግል ማርያም ሞይታ ልተረፈት ለይኾነ ስለ ኣብ ሰማይ ኣሪጋ እያ ተሲኣ እያ እዚ ልሕናታ እዩ እንድሕሪና ኮይና ንሕና ኩላትና ልሞት ሰባት ሞይቶም ከም ዘይተርፉ ሀ ልምርዳእ እዩ ኩሉ ሰብ ክመውት እዩ እንደገና ለ ኩሉ ሰብ ክለዓል እዩ ትንሳኤ ሙታን ሞይቱ ዝተርፍ የለ ኩላትና ኣብ ንለዓል እዚ ንኣምን ዲና ትንሳኤ ሙታን ስለዚ ተስፋ ልከይንቐርፅ እውን እዚ በዓል ፍልሰታ እዚ ክነኽብር ተለና ናይ ተስፋ በዓል እውን እዩ ከመይ እንድሕሪ ኢልና ኮይና ሰባትስ ፈሪሶም በስቢሶም ከም ዘይተርፉ ላርድእ ስለ ዝኾነ ማለት እዩ እንታይ ይብለና እንዲያውም ኢሳይያስ ሙታን ይትነሱ ወይሃዩ እለው እስተ መቃብር ሙታን ክለዓሉ እዮም ኣብ መቃብር ለለው ሬሳታት እውን ክድሕኑ እዮም እያ ሞይቱ ልተርፍ የለይ ፈሪሱ በስቢሱ ልተርፍ የለይ እቲ ትሓዝን ኣለኹም ሓዘን ተስፋ ናይ ምቑራፅ ሓዘን የትሕዘኑ ሃም ኣህዛብ እሳቶም ተስፋ ትንሳኤ ሙታን ስለ ለይኣምኑ እዩ እስኻትም ግና ተስፋ ትንሳኤ ሙታን ስለ ለለኩም ኣይትሕዘኑ ኣይትሕዘኑ ኸዚ እኮ ሰብ እንታይ ኢሉ ይሓዝን ካብ ድሕር ደጊም ምስ ኢከለ ኮይና ዘይተፈላለና ንቃሪ በቃ ምስ ሓፍተ ምስ ሓወይ ምስ ኣቦይ ተስፋ ናይ ምቑራፅ ሓዘን ልሓዘን ሰብና ነገር ግን መሊስና ክንራኸብ ኢና እቶም ተቃዊሮም ለለዉ ኸዚ ጎይታና ኢየሱስ ክርስቶስ ክመጽእ ተሎ በቀዳማይ ንፋተ ቀርኒ ይብል ብቲ ናይ መጀመርታ ኣዋጅ ነጋሪ ይሰፋያ ኣይ ጽምት ይትጋባእ ኩሉ ጸበለ ስጋ ዘተዘሮ ውሰ ኩሉ ምድር ብቲ ናይ መጀመርታ ኣዋጅ ክንገር ተሎ ኣዕጽምቲ ይስውሰው ላብ ሓደ ቦታ ይብል እቲ ሓደ ኣካሉ ጎርፊ ወሲድዎ፣ እቲ ሓደ ኣካሉ ዝብኢ በሊዕዎ እንድሕር ነይሩ ኮይኑ ይእከብያ ላብ ሓደ ወያ ትል ፈረሰ እኮ እዩ ትል በስበሰ እኮ እዩ ብናይ እግዚኣብሔር ሓይሊ ይእከብ ይብል ይእከብ መበል ካልኣይ ኣዋጅ ነጋሪ ድማ እቶም ወይከውን በድነ ዘእንበለ ኣንሳይሶ ብዘይካ ምንቅስቃስ ትኩስ በድኒ ይኾን ይብል ትኩስ በድኒ ይኾን። መጀመርያ እቲ ሓመድ ልበለ ኣዕጽምቲ ይእከብ፣ ብድሕሪኡ ትኩስ በድኒ ይኾን። ወበሳልስ ንፋተ ቀርን ይትነስኡ ምውታን ከመ ቅጽበተ ዓይን። ብሳልሳይ ኣዋጅ ነጋሪ ግን ሙታን ከም ቅጽበተ ዓይን እያ ክለዓሉ እዮም። ከም ቅጽበተ ዓይን ክለዓሉ እዮም። ጎይታና ኢየሱስ ክርስቶስ ካብ ምውታን ዝተስሰ እውን ንሕና ደቂ ሰባት ፈሪስና በስቢስና ከም ነይንተርፍ ካረደአና እዩ ተንሳ እግዚእነ ከም ይምሃረነ ተንስኦ ስጋቲነ ጎይታና ኢየሱስ ክርስቶስ ካብ ምውታን ዝተለዓለ ንሕና ብስጋና ከም እንትስእ ልካረደአና እዩ ስለዚ እቲ ዋና ካብ ተሓሳሰበና ልግብኦ ነገር እቲ ናትና ብሓጢኣት ልከይንሞት

መእዛ ነብሲ እዚኣ እኮ ከዚ ካህናት ታይ ላገርዋ መፅኦም ዓጀውማ ዶ መፅኦም ከዚ ለላ ዓጀውማ ክኸድዮም እዛ ነብሲ እዚኣ እዞም ካህናት ፅላል ከወሮ ሒዞም ድም ላበሉ እዛ ነብሲ እዚኣ ዓጀውማ ክመፁ ተለዉ እታ እዛ ስጋ እዚኣ ዓጀውማ ክኸዱ ተለዉ እታ ነፍሲ መላእክቲ ዓጆማ ላብ ገነት ናይ ምውሳዶም ምሳሌ እዩ ስለዚ እቲ ዋና ሰብ ክንቓብር ተለና ክናተሓሳስበና ልግበእና ልብዓና ኣነ ነኮ ናጋ ሟት እየ ናጋ እኮ ክሞት እየ ከላ ኣነ ወይለ መጽሓፍ ነግረና ኣለዋ ድንግል ማርያም ካብቲ ዝሓልፍ ዓለም ናብ ዘይሓልፍ ዓለም ኸይዳ ይብሎ እዚ ዓለም እዚ እኮ ዝሓልፍ ኮ እዩ ዘይሓልፍ ዓለም ግን እኖ ንሕና ደቂ ሰባት ተስፋ እንገብሮ ብተስፋ እንጽበዮ እዚ ዓለም እዚማ ክሓልፍ እያ ሰማይ ወምድሪ ይሃልፍ ኮይልዎ ሰማይ ምድሪ ክሓልፍ እዩ ቃለይ ግን ኣይሓልፍ እዩ እቶም ቃለይ ልሕሉ ናይ እግዚኣብሔር ፈቃድ ልፍፅሙ ሰባት እውን ኣይሓልፍ እዩ ኮይልዎ ሎም ሰሎሞን እንታይ ኢሉ ላብ መርዓ ካብ ምኻድስ ላብ ቃብሪ ምኻድ እያ ይሐሽ ኢሉ ሃመይ እንድሕር ኢልኩም ንኮይንኩም ይብል ኣብ መርዓ ከይድኻ ሓጢኣትኻ ልከይታስታውስ ትኽእል ኢኻ፣ ሞትኻ ለይታስታውስ ትኽእል ኢኻ፣ ኣብ ቃብር ክትኸድ ተለኻ ግን ሞትኻ እያ ታስታውስ ኢኻ። ሓውና ክንቃብር ተለና ምሳሕና ነበረ ጎረባይና መሳርሕታ እናነበረ ትማሊ ምሳሕና ጠጠው ኢሉ ነበረ ካብዚ ዓለም እዚ ክፍለ ተለኩ ኣነ ለመዋት እየ ኢና ምእንተ ንሓስብ እኮ እዩ ልክዕ ከም ኣባ ጳውሊ ኣባ ጳውሊ ካብ ሞት እዩ ተማሂሩ ኣባ ጳውሊ

ብዙሕ ሰው ጭነቅ ኣሎ ዋ እዚ ሰብ እዚ ሃመይ ዝበለ ሰብ እዩ ነይሩ እንዚ ልኣክል ሰብ ልበክዩ ኣሎ እንዚ ሰብ ልኣክል ተኣከ እንዚ ልኣክል ሰብ ልተኣከበ እዩ ብጣዕሚ ለዋህ ሰብ እዩ ነይሩ ሃብታም ሰብ እዩ ነይሩ ነገር ግን እንታይ ከዓቢ ስጋው ደሙ ተለይ ተቃበለ እዩ ሞይቱ ንነፍሱ ተለይ ሓሰበ ኣብዚ ዓለም እዚ ውፃ ውራድ ሃለየ እዩ ሞይቱ ክብልዎ ተለው ወይለይ ኣነ ለኮ ኸዚ ልጻለእሉ ለለኹ ገንዘበይ ንሃጉሓት ሓዲገዮ ክኸዶ ይኾነ ይኾንኹ እየ ኣነ እዚ ንብረት እዚ ኣይጠቕመኒ እዚ ሰብ እዚ ሃፍታም ነይሩ ሞይቱ በዓል ስልጣን ነይሩ ሞይቱ ኣነለ ክመውት ደኣ ኾንኺ ለካ መወቲ ኢና ኢሉ እዚ ዓለም እዚ ገዲፉ ናብ በረኻ ከደ ይብል ኣባ ጳውሊ ምንም ናይ ሰብ ድምፂ ላብ ለይስምዖ ድምፂ ኣራዊት ብቻ ላብ ዝስምዖ በረኻ ከደ ይብል ኣብቲ በረኻ እሱ ተቃመጠ ኣባ ጳውሊ ካብ ምንታይ ተማሂሩ ካብ ቃብሪ ካብ ሞት ተማሂሩ ማለት ነው እንዲያውም ርእሰ ባህታውያን ይባሃል ናይ መጀመርያ ናይ ሃዲስ ኪዳን ናይ ባህታውያን መስራቲ ካብ ምንታይ ተማሃሮ ካብ ሞት እዩ ተማሂሩ ስለዚ ንሕና እውን ኣብዚ ክንእከብ ተለና ሰብ ክንቐብር ተለና ካተሓሳስበና ዝግብኦ ነገር ናይ ባዕልና ህይወት እዩ ናይ ባዕልና ህይወት እዩ ኣሕና ከበ ኢና እንህና ሞት ማለት እኮ ብዙሕ ዓይነት እዩ እቲ ናይ መጀመርያ ሞት ዝበሃል ናይ ነፍሲ ሞት እዩ ሰብ ሞይቱ ልባል መኣዘ እዩ እንድሕር ኢልኩም ንኮይንኩም ብነፍሱ ክመውት ተሎ እዩ ነፍሱ ካብ እግዚኣብሔር ክፍለ ተሎ እዩ ካብ ቤተ ክርስቲያን ህይወት ክፍለ ተሎ እዩ ካብ ቅዱሳት መጻሕፍቲ ሕግጋት ክወፅእ ተሎ እዩ ሞታ ለነፍስ ርሂቅም እግዚኣብሔር እዩ ናይ ነፍሲ ሞትሲ ካብ እግዚኣብሔር ምርሓቕ እያ ካብ እግዚኣብሔር ምርሓቕ እዩ ጎይታና ኢየሱስ ክርስቶስ ማ ካብ ዕለታት ሓደ መዓልቲ ኣብዚ ምድር እዚ ላስተምህረ ልሃለየ ሓደ ደቀ መዝሙር መፅኡ እንታይ ኢልዎ መምህር ኢልዎ ኣቤት ኣቦይ ሞይትኒ እንሆ እሞ ክቃብሮ በይዛኻ ፍቐደለይ ኢልዎ ኣሳናቢተዮ ክመፅ ኢሎ ህድጎሙ ለምውታን ይቅበሩ ምውታን እዮም ልቶም ምዉታን እማ ሙታን ይቅበርዎም ሕደጎ ረእይዎ ኣስተውዕሉ ደጊ ሙታንስ ሙታን ክቀብርዎም ክኽእሉ ድዮም ልሞተ ሰብ ልሞተ ክቀብር ዶ ክቀብሩ ድዮም እዞም ከዚ ለለዉ ኣሕዋትና ዓሪፎም ለለዉ ኣይቀብሪ ታማ እቶም ብነፍሶም ልሞቱ ብሓጢኣት ልሞቱ ካብ እግዚኣብሔር ተፈለዩ ናይ ነፍሲ ሞት እዮም ስለዚ ልቲ ልሞተ ብስጋኡ ልሞተ ልኡያ ይቅበርዎ ኢሉ ንሕናለ ብነፍስና ሞት ኣለና ከይንኾን ናይ ክርስትያን መፍርሒ ሞት እንታይ እንድሕር ምዃንኮ ብነፍስኻ ምሟት እዩ እቲ ናይ ስጋ ምሟት ግን ኣያፍርሒ ኣያፍርሒ እንዲያውም እዚ ሞት እዚ እንታይ ኢሉ መጽሓፍ መሳልል እያ ድልድል እያ ላክርስቶስ እንኸደሉ ቅዱሳን ሃዋርያት እንዲያውም ሃዋርያ ቅዱስ ጳውሎስ እንታይ ኢሉሲ እፈትሰ እፍልስ ወእትፈለ ጥምዝንቱ ዓለም ከመኣን ሃበ ክርስቶስ ኣነስ ካብዚ ዓለም እዚ ተፈልየ ላ ክርስቶስ ክኸደ ናፍቕ ኣለኹ ኢሉ ካብዚ ዓለም እዚ ብምንታይ ክፍለ ዝኽእል ብሞት እዩ ክፍለ ዝኽእል እቲ ፍርህዎ ለሞት ታማ ኢልብል ፍርህዋ ለሃጢያ ልሞት ኣይትፍርሕዋ ነገር ግን ልሓጢያት እያ ፍርሕዋ ለሓጥያት ፍርሕዋ ስለዚ ንሕና ብነብሲ ሞይትና ከይንኾን ብነብስና ሞይትና ከይንኾን ካብ እግዚኣብሔር ተፈሊና ከይንኾን ኣበይ ኢና እነና ንሕና ከና ኣጉሓት ተሞይትና ብሓቂ ኣብ ቅድሚ እግዚኣብሔር ድልዋት ኮይንና ንነብር ኢና ኩላትና እኮ ኣብ ቅድሚ ክርስቶስ ወንበር ክንቕመጥ ኮይና ስለዚ እቲ ዋና ነገሩ እንታይ እዩ እንድሕር ኮይና እቲ ናዕና ሓጢኣት ለሓሰብኻ ብስነብሲል ከይንሞት ስጋማ ኩላትና ለይተርፈና ነገር እዩ ኩላትና ለይተርፈና ነገር እዩ ስለዚ እቶም ልሞቲ ሰባት እውን ሞይቶም ዝተርፉ ኣይኾኒ ክትስኡ እዮም ኖ ሙታን ክለዓሉ እዮም ድምፂ እግዚኣብሔር ዝሰምዕሉ ፍርዶም ዝቕበልሉ ዋጋኦም ዝቕበልሉ ሰዓት ክመፅእ እዩ እሞ ንኹላትና እግዚኣብሔር ኣምላክ ብሓጢኣት ዝሃለና ካብ ማት ይሰውረና እታ ሞይታ ደላ ነፍሲ እውን ገነት መንግስተ ሰማያት ያውርሰና ያው ከዚ ላጣነቃቀ ኢለ ኣሎ ስርዓተ ቅዳሴኡ ዛምህርና ዝገሰጸናን ኣቦታትና ኣምላክ ቅዱስ እግዚኣብሔር ስሙ ልካበረ ልተመስገነ ይኹን ወስብሐት ለእግዚኣብሔር